ህያው ምዃኑ መጀመርያ ንሱ ርእሱ መፈለጥታ ገይሩ ህያው ምዃኑ ህያው ምዃኑ ንርእሱ ከርኢ ደልዩ ምኽንያቱ ናይ ክርስቶስ ዓወት ናይ ክርስቶስ ስዕረት ናይ ክርስቶስ ክብሪ ናይ ክርስቶስ ጽባቐ እዩ ክርአ ዘለዎ ኣብ ህይወትና ኣብ ናብራና ኣብ ገዛና ኣብ ቤተ ክርስቲያን ኣብ ኩሉ ከይድና ሲ ናይ ክርስቶስ ነገር ምዛር ኢልና ኣለና በታ ናይ ኣምሓርኛ እሳ ፅቡቅ ጌራ ተርጊማታ ኣላ ምምራሕ ካልእ ስለ ተስምዕ ማለት እዩ ንዓላማ እግዚኣብሔር ምንባር እዩ ክርስትና። ናይ እግዚኣብሔር ዓላማ እምበኣር እንታይ እዩ? ናይ እግዚኣብሔር ዓላማ እንታይ እዩ? ዓላማ ማለት ሸቶ ወይ ጎል ማለት እዩ። ትበፅሖ ዝደለኻ ነገር ማለት እዩ። ራእይ እውን ኣይኮነን ዓላማ። ኣብዚኣ ዘላ ግንታያ ፐርፐዝ። ሕጂ እዛ ተሌፎን እዚኣ ኣላትኒ እዛ ተሌፎን እዚኣ ዓላማኣ እንታይ እዩ? ንዓይ ምስ ሰባት ከተራኽበኒ እዩ ዓላማኣ። ነቲ ንምርኻብ ክትገብር ዝገብራ ኣብ ውሽጢ ዘሎ ሶፍትዌር እቲ ሃርድዌር ግና እንታይ እሱ ፐርፐዝ ዝበሃል እሱ ንዓይ ከተደውለኒ ምስ ሰባት ከተራኽበኒ ኤስኤምኤስ ክቕበል ወይ ኢንተርነት ክጥቀመላ ንሱ እቲ ዓላማ እዩ። እቲ ሸቶ ናታ እዩ እሱ እቲ ኣብ ውሽጣ ነዚ ኩሉ ክትገብር ዝገብራ ግን እቲ ፐርፐዝ እዩ ናይ ምፍጣርና ፐርፐዝ ኢና ንዛረብ ዘለና ሕጂ ናይ ምድሓና ፐርፐዝ ኢና ንዛረብ ዘለና ምክንያት ኣይኮ ኣብ ውሽጥና ሲ ተሰሪሑ ዘሎ ምድሓን ክስራሕ ከሎ ሲ ንገለ ነገር እዩ እቲ ዕላምኡ ንምድሓን ክኸውን ይኽእል እቲ ኣብ ውሽጢ ግን ብግዴታ ክገብሮ ዘለዎ ነገር ግን ንክርስቶስ ምኽባር እሱ ከዓ እንታይ ናይ እግዚኣብሔር ዓላማ ምክንያቱ ተሳታፊ ናይ እግዚኣብሔር ዓላማ እንተ ኮንካ ኣምላኽ ዓላማ ሂብካሲ ንዓላማ ኣምላኽ ከይነበርካ ክትከይድ ትኽእል ኢኻ ነቲ ዝሃበካ ዓላማ ከይነበርካ ክትከይድ ትኽእል ኢኻ ከምቲ ኣብ ዘፍጥረት ተፃሒፍሎም ዘሎ ነይሩ ወሊዱ ሞይት ክትበሃል ትኽእል ኢኻ። ስለዚ ኣብ ህይወትና ቀንዲ ናትና እቲ እቲ ሓሳብና ክኸውን ዝግብኦ ወይ እቲ ትኩረትና ክኸውን ዝግብኦ ዓላማ ናይ እግዚኣብሄር ይነብር ዶ ኣለኹ ዝብል ሓሳብ ዓላማና ክኸውን ኣለዎ ማለት እዩ። ሓሳብና ንሱ ጥራይ ክኸውን ኣለዎ ማለት እዩ። ምክንያቱ ናይ ዓላማ ናይ እግዚኣብሄር ዓላማ እንተ ጌርካ ምስ ኣምላኽ ተሰማሚዕኻ ኢኻ ትመላለስ እያ ጳውሎስ እንታይ ኢሉ ዓላምኡ ገይሩ ስለ ዝሓዞ ንወንጌል እዩ ዓላምኡ ገይሩ ስለ ዝሓሶ ነቲ ሃዋርያ ኮይኑሲ ዓዲ ዓዲ ከይዱ ወንጌል ምስ ባሲ ምስ ኣሰርዎ ተገሪፈ እዩ ንምእሳር ጥራይ ዘይኮነሲ ንሞት እውን እዩ ሓቂ ዓላምኡ ገይሩ ዝሓዞሲ ወንጌል ስለ ዝኾነሲ ማእሰርትስ ምንም ኣይኮነን ንዕኡ ሞት ውንሲ ተዳሌ ኣለኹ እዩ ዝብለና ክትመውት ኢኻ እንዳበለዎ ሽዑስ ንጢሞቴዎስ ኣይሉ ፅሒፍዎ ነቲ ብራናታተይ ነቲ መፅሓፍተይ ነቲ ገለዚ ኢሉ ክመውት እንዳኸደ እኮ እዩ ክስየፍ እኮ እዩ ንሮም ዝኸይድ ነይሩ ንጢሞቴዎስ ፅሒፍሉ ማለት እዩ ብጣዕሚ ዝገርም ዓላማኻ ጌርካ ዓላማኻ ንዓላማኻ ክትመውት ካብኡ ዝዓቢ ነገር የለን ካብኡ ዝዓቢ ነገር የለን እታ ሕጂ እታ ክምለሳ ዝደለኹ ነገር ማለት እዩ ኣምላኽ ዕላማ ሂብና እዩ እቲ ዝሃበና ዓላማ ኣባና ብክርስቶስ የሱስ ንሱ በይኑ ክርስቶስ ንኽኸብር እዩ እቲ ዕላማ ክርስቶስ ጥራይ ንኽኸብር እዩ ኣብ ህይወትና ኣብ ናብራና ኣብ ኣካይዳና ኣብ ትምህርትና ኣብ ስራሕና ኣብ ኩሉ ነገር መን ክኸብር እዩ ክርስቶስ ጥራይ ክኸብር እዩ ዓላማ እግዚኣብሔር ሓደ ሓደ እዋን ግን ልኡኽ ሓሊቦ ዝበሃል ሰሚዕኹም ኣለኹምስ ተለኣየኹ ሓቀይ ንሓሊቦ ክትከይድ ኢኻ ፅባሕ ኢሎሞ ሓሊቦ ዝበሃል ሰዓዲ እዩ ስድሩ እንታይ ኢሎሞ ፅባሕ ንሓሊቦ ክትከይድ ኢኻ ኢሎሞ ሽዑ ደቂሱ ሓዲሩ ንጎ ተሲኡ ንሓሊቦ ከይዱ ሓሊቦ ከይዱ መልእኽቱ እንታይ ምዃኑ ኣይፈለጦን ሓሊቦ ከይዱ ማለት ሕጂ እንታይ ነይራ እታ መልእኽቲ ኣይፈለጣ ናባና ንመለስ ኣብ ህይወትና ንሕሰቦ ጎይታ ሲ እንታይ ክትገብሩ ኢሉና ገለ መልእኽቲ ሲብና ኣሎ ሓቂ ኣብ ህይወትና ኣሳይመንትስ ኣለና ሕጂ ኣሳይመንት ይህብና ልኡኽ ሓሊቦ ክንከውን ዝከኣል እዩ። ጎይታ ካልእ ክንገብር ይጽበየና ንሕናኸ ኣብ ካልእ ክንህሉ ይከኣል እዩ። ሽዑሲ ምስ ከድና ንጎይታ እንታይ ኢና ክንብሎ? ኣብቲ መንበር ፍርዲ ኮፍ ምስ ኣበለካሲ ዘይበልኩኻያ ካብ ኮ ጌርካ ኣነ ዝበልኩኻሲ ንስኻ በዝን በዝን ከተገልግለኒ ንስኻ ግን ኣብ ከምዝን ከምዝን ጌርካ ምስ በለናስ እንታይ ኢልና ኢና ክንምልሰሉ ሓሲብኩም ትፈልጡ ዘፍረሐኒ ነገር ኣነ ኩሉ ግዜ እሱ እዩ ንዓይ ልኡኽ ልኢኾምኻ ስድራኻሲ ልኡኽካ ትርስዕ ኢኻ ምሽ ኣብ ቅድሚ መንበር ፍርዲ ኣምላኽ ገዳሙ ኣዝዩ ንጸምኦ ነገር ስለ ዝኾነ ማለት እዩ ስለዚ ዳዊት ብዘመኑ ብፍቓድ ኣምላኽ ገይሩ ኣገልጊሉ ዓረፈ። ዘመኑ ኣብተን ዝተዋህበኦ ግዜ ኣብ ግዜኻ ኢኻ ተገልግል ብፍቓድ ኣምላኽ ከተገልግል ኣለካ ሽዑ ኢኻ ድማ ትዓርፍ ተደይ ጌርካ ኣይትዓርፍን ኢኻ ማለት እዩ ስለዚ እዛ ናይ ቆሮንጦስ ሓሳብ እምበኣር ከምዚ እያ፣ ኣብቲ ምዛር እንታይ እዩ ዝዘውር ዘሎ? ጳውሎስ ንፉዕ ጸሓፋይ እዩ ብሓቂ ብጣዕሚ ዝገርም መልእኽታት ናይ ጳውሎስ ዝገርመካ ነገር እንታይ እዩ ኣብቲ እዋን እቲ ኦሎምፒክ ነይሩ ሓቂ ነቲ ጉያ ርእስ እንታይ ጽሒፉ መልእኽቲ ጽሒፉልና ውስጢ ነይሩ ሓቀይ ቅልስ ነይሩ ነቲ ቅልስ ርእዩሲ እንታይ ጽሒፍልና ቅልስ ጽሒፍልና ክትቃለስ ከለኻሲ ብግቡእ ሚዛንካ ሓሌኻ ክጎይ እንተኾይነ ከዓ ቅርፀይ ሓሌ ብስርዓት ኣመጋግባይ ሓሌ እየ ዝጎየ እምበኣር እዛ ምዛር ትብል እንታይ እያ እታ ምዛር ንዓና ከቢድ እያ ሕጂ እንታይ እዩ ምዝሃር እንታይ እዩ ገለ ክንብል ንኽእል ኢና ንግሪኻውያን ኮነ ንሮማውያን ግን ቀሊል እዩ ኣብቲ ዘመን ሮማውያን ስለ ዝነበሩ ሮማውያን ሓደ ልምዲ ነይርዎም ሓደ ሰብ እንተ ይኸይድ ክዋጋእ እሞ ከይዱ ተዋጊኡ እንተ ስዒሩ ምስዓር ጥራይ ዘይኮነ ከዓ ማሪኹ ነቶም ዝተሳዕሩ ቀቲሉ እንተ ተመሊሱ እሞ ከዓ ነታ ካልእ ከተማ ኣብ ኢድ ሮማውያን ወይ ከኣ ንሮማውያን ከም ትግዛእ እንተ ደኣ ገይርዋ ማለት እዩ፣ እቲ ስዒሩ ዝመጸ ሰብ እንታይ ይግበረሉ እዩ ማለት እዩ? ሰልፊ እቲ ስዒሩ ዝመጸ ነታ ከተማ ምስ ማረኻ፣ ነቶም ዝቕተሉ ምስ ቀተለ፣ ነቶም ዝማረኾም ኩሎም ሒዙ ምስ መጸ፣ ኩሉ በቲ ኣደባባይ ኩሉ ህዝቢ ይወጽእ። ኩሉ እንታይ ይኸውን? ኣብ ኣደባባያት ኣብቲ መንገዲ ኩሉ ይወጽእ፣ እቲ ዝሰዓረ ድማ ብፈረስ ገይሩ ብማእከል በቲ ጎደና ይሓልፍ። ሓሊፉ ኣብ መወዳእታ ኣብቲ ኮለሲዩም ዝበሃል ወይ ድማ ክቢ ዝኾነ ኣዳባባይ ቦታ ኣብኡ እዩ ክመጽእ ኣብኡ ቄሳር ኮፍ ኢሉ ኣሎ ክሪኦ ነዞም ኩሎም ዝተኣሰሩ ብሰንሰለቶም ድም ተኣሲሮም ብገለ ድም እንዳተጎሰሱ በቲ ከተማ ይሓልፉ ማለት ኩሉ ህዝቢ ይሰግደሉ ነዚ ሰብ እዚ ተዓዊቲ እዩ ተባሂሉ ሲ ክብሪ ይወሃቦ እሱ'ዩ ከምዚ ገይርልና፣ ንሱ'ዩ ከይዱ ነዛ ከተማ ማሪኽዋ እንዳተባህለሲ ብዛዕብኡ ይውረ። ዕጣን ይዕጠነሉ፣ ሽታ ይሽተት፣ ኩሉ ይፈስስ፣ ይሰግደሉ ኩሉ ሰብ። ንመን እዩ? ነቲ ዝተዓወተ ወተሃደር ሽመት ይወሃቦ። ኣብቲ ውሽጢ ኣደባባይ ኣትዩ ድማ እንታይ ይኸውን ማለት እዩ? ይዘውር። ዝመርሐና ትብለላ እሳያ፣ ናብ ዓወት ዝመርሐና ትብለላ እሳያ። ይዘውር፣ ዓወቱ ሒዙ ይረኣ ብቅድሚ ሰብ። እቲ ቄሳር ድማ ኮፍ ኢሉ ይዕዘቦ። እዚ ዝተዓወተ እዩ ተባሂሉ እንታይ ይኾኑ ማለት እዩ? ይኾርዕሉ፣ ደስ ይብሎም ማለት እዩ። ተዋጊኡ ስለ ዝተመለሰ፣ ስዒሩ ማሪኹ፣ ከተማ ማሪኹ ስለ ዝመጸ ማለት እዩ። ኣብቲ ዑደት እቲ ልክዕ ከምኡ ይኾኑ ማለት እዩ። በቲ መዓልቲ እቲ እቲ ሮማውያን ወተሃደር ክዘውር እንከሎ ኩሉ ሰብ ገዝኡ ይዓጹ፣ ኩሉ ሰብ ናብ ኣደባባይ እዩ ዝወጽእ፣ ምንም ነገር ክፉት ዝበሃል ነገር የለን። ምኽንያቱ ክኸብር ይግብኦ ስለ ዝኾነ። ብፈረሱ ጥቑዕ ኒንበቲ ከተማ ክሓልፍ ከሎ ሰብ ክፈልጦ ኣለዎ ያእ ስገዱሉ እንዳተባህለ ጥሩምባ እንዳተሃርመሉ እዩ ዝሓልፍ። ዑደት ተተባሂሉሲ ኩሉ ሰብ ካብ ዘለዎ እዩ ሓፍ ዝብል። ምኽንያቱ ኮፍ ኢሉ ዝዕዘብ ዑደት የለን ናይ ክብሪ ስለ ዝኾነ ማለት እዩ። ጳውሎስ እንታይ ኣስተውዒሉ ብዚኣ መሲልኩም እግዚኣብሄር ኣቦ ኣብ ላዕሊ ኣብ ሰማይ ኮይኑ ይዕዘብ ኣሎ። ልክዕ ከምቲ ቄሳር ዝዕዘብ ዝነበረ እግዚኣብሔር እንታይ ይገብር ኣሎ? ይዕዘብ ኣሎ። ንመን እዩ ዝዕዘብ ዘሎ? ሓደ ኣሎ ስዒሩ ተዋጊኡ ዝመፀ ኣሎ። ንሱ መን እዩ? ክርስቶስ እዩ። ክርስቶስ እዩ ስዒሩ። እዚ ኩሉ ሳዕ ብክርስቶስ ናብ ዓወት ዝመርሐና ክብል ከሎሲ እቲ ዝሰዓረ ክርስቶስ ክመጽእ እንከሎ ተዓዊቱ ሞይቱ ነይሩ ተንሲኡ ብትንሳኤኡ ንኹሉ ስዒሩ ነቲ ዝገዝእ ዝነበረ ኣሰኒፉ ክሓልፍ እንከሎ እግዚኣብሔር ኣቦ ኣብ ላዕሊ ኮይኑ ይዕዘቦ ዕጣን ይዕጠነሉ ሽታ ይወፀሉ ንክርስቶስ ማለት እዩ በቲ ኣደባባያት ክሓልፍ ከሎ ብኽብሪ እዩ ዝሓልፍ ሰባት ይሰግድሉ እዩ ዝብለና ዘሎ ጳውሎስ ምክንያቱ ኩሉ ተዓወሲ ናቱ እዩ ዝብለና ዘሎ እቲ ወተሃደር እኮ ንሓደ መዓልቲ እዩ ዝዕወት ንሓደ መዓልቲ እዩ ዝዕወት ክርስቶስ ግን ኩሉ ሳዕ ብክርስቶስ ናብ ዓወት ዝመርሐና እዩ ክርስቶስ እዩ መጀመርያ ተዓዊቱ ንሱ እዩ ስዒሩ ነቲ ዝተዓወተ ክርስቶስ ዓወቱ ምርኣይ እዩ ዕላማ ናይ እግዚኣብሔር ደስ ኢልዎ ባህ ኢልዎ ክርኢ ዝደልሲ ዓወት ናይ ክርስቶስ እዩ እግዚኣብሔር ከም ዓወት ዝረአ ዘሎ ሎም እኮ ፈውሲ እዩ ሓቀይ ትንቢት እኮ እዩ ከም ዓወት ዝረአ ዘሎ ክርስቶስ ከቢሩ ክርኢ እንከሎ ክርስቶስ ንሱ በይኑ ገኒኑ ኣብ ቤተ ክርስቲያን ክረአ እንከሎ እግዚኣብሔር እሱ እዩ ደስ ትብሉ ንሱ እዩ ሓጎስ ናይ እግዚኣብሔር። እቲ ቄሳር በቲ ሓደ ወተሃደር ባህ ኢልዎ ሓቂ የሱስ ክርስቶስ ከቢሩ ክርኢ እንከሎ እግዚኣብሔር ግና ባህ እዩ ዝብሎ ኩሉ ግዜ ኩሉ ግዜ ኩሉ ሳዕ ኢሉ ኣሎ ኩሉ ሳዕ ናብ ዓወት ዝመርሐና እዩ ኣበይ እዩ ዝመርሐና ኣብ ዓወት እቲ ቄሳር እቲ ወተሃደር ክስዕር እንከሎ ኣብ ሓደ ቦታ እኮ እዩ ስዒሩ ብኣና መኣዛ ፍልጠቱ ኣበይ ኣብ ኩሉ ቦታ ኣብ ኩሉ ቦታ ዓወት ክርስቶስሲ ኣብ ሓደ ቦታ ጥራይ ኣይኮነን ኣብ የሩሳሌም ጥራይ ኣይኮነን ዓወት ክርስቶስ ኣብ ኩሉ ቦታ እዩ ዓወት ክርስቶስ ኩሉ ግዜ ይብለና ኣሎ ዓወት ዝተዓወተ ተዋጊኡ ዝሰዓረ ኣዝዩ ወሳኒ ዓወት ዝፈጸመ ንሱ በይኑ ክርስቶስ እዩ። ክሰዓር ዘይክእል ሞት ዝሰዓረ ክርስቶስ እዩ። ሓጢኣት ማእሰርቲ ዝሰዓረ ክርስቶስ እዩ። ናይ ዘመናት ምሉእ ገዛኢ ዝነበረ ሰይጣን ዝሰዓረ መን ክርስቶስ እዩ። ኣምላኽ ባህ ዘብሎ ነገር ክርስቶስ ምኽባር ንወዱ ከቢሩ ወዱ ልዕሊ ማንም ገኒኑ በቲ ኣደባባያት ክሓልፍ ከሎ ክዘውር እንከሎ ኩሉ ህዝቢ ክሰግደሉ ዝደሊ መን እዩ? ክርስቶስ ጥራይ እዩ። ዓላማ ኣምላኽ ክርስቶስ ክኸብር እዩ። ናይ እግዚኣብሔር ዓላማ ክርስቶስ ክገንን ጥራይ እዩ። ክርስቶስ ክኸብር ጥራይ እዩ። በቲ ኣደባባያት ክሓልፍ ከሎ ከኣ ኩሉ ሰብ ፍግም ኢሉ ክሰግደሉ ተዓዊቱ ዝሰዓረ ካብ ሞትን ሓራ ዘውፀ ተባሂሉ ክንገረሉ ጥራይ እዩ። ናትና ጅግንነት ኣይኮነን ጅግንነት ናይ ክርስቶስ ጅግንነት እዩ ንዓና እንታይ ዝገብረና ማለት እዩ ጀጋኑ ዝገብረና ንሱ ስለ ዝሰዓረ ኢና ኮ ንሰይጣን ነሰንፎ ንሱ ስለ ዝሰዓሮ ንሓጢኣት እኮ ኢና ንሕና ነሰንፎ እምበር ካባና እኮ ኣይኮነን እቲ ኹናት ወዲእዎ እዩ ንሱ በይኑ ተዋጊእዎ እኮ እዩ ንዘመናት ሙሉእ መርዑት ባርነት ብፀልማት ተኣሲሮም ዝነበሩ ሲ እንታይ ገበረ ፈትሖም ብል እሱ ተዋጊ እዩ ስዒርዎ ስለዚ መን ክኸብር ዘለዎ ንሱ ክርስቶስ ጥራይ ወንጌል ዝበሃል ወንጌል ናይ መንግስቲ ኣምላኽ በይኑ ክርስቶስ ክኸብር ኣብ ማእኸልና በቃ ማእከልና ንሱ ክኸውን ወንጌል ብክርስቶስ ዝተፈፀመ ዓወት እዩ ብክርስቶስ የሱስ ዝተፈፀመልና ዓወት እዩ ንሱ'ዩ ዓወት። እቲ ዓወት ክዘውር ከሎሲ እንሆ መስቀሉ ሞይቱ ዝነበረ ዝተንሰኣ ክርስቶስ ክብሪ ይግብኦ'ዩ እንዳበልካሲ እተኽብሮ'ዩ። ተዋጊኡ ስዒሩ ፈጺምዎ'ዩ። ንወዱ እናኣኽበሮ'ዩ እግዚኣብሄር ባህ ዝብሎስ። እንሆ ኣብ ሰማይን ኣብ ምድርንሲ እንታይ ኢሉ ኩሉ ስልጣን ተዋህበኒ ኢሉ በቃ። ምኽንያቱ ስልጣን ሒዙ ዝነበረ ሓጢኣት'ዩ። መጽሓፍ ቅዱስ እንታይ ኢሉና ኣሎ? ኩሎም ሓጢኦም ክብሪ ኣምላኽ ስኢኖም ኢሉ። ሰብሲ እንታይ ይደሊ ማለት እዩ ነይሩ? መጀመርያ ክብሪ ይደሊ እዩ ነይሩ። ዳሕራይ ግን እቲ ክብሪ መን ወሲድዎ? ሓጢኣት ወሲድዎ፣ ሰይጣን ወሲድዎ እቲ ክብሪ ማለት እዩ። ስልጣን ናይ ሰይጣን ነይሩ። እቲ ስልጣን ናይ ሰይጣን እንታይ ኢልዎም? ቆለሴ ምዕራፍ ክልተ ዓሰርተ ሓሙሽተ እንታይ ኢሉ? ነቶም ሕልቅነታትን ስልጣናትን ኣፅዋሮም ገፊፉ ኢሉ መን እዮም ስልጣን ሒዞም ዝነበሩ ማለት እዮም? ካልኦት ስልጣን ሒዞም ነይሮም፣ ሕልቅነት ስልጣናት ነይሮም እዮም ማለት እዩ። ንዓታቶም ኣጽዋሮም ገፊፉ ብኡ እናፈከረ ከኣ ብግልጺ ኣሰሓፈሮም። ነዚኦም ኩሎም ስዒሩ ስልጣኖም መንዚዑ ምስ መጸ በቲ ኣደባባይ እንታይ ክኸውን ማለት እዩ? ይዘውር፣ ብኡ ይኸብር፣ ኩሉ ሰብ ሽዑ መኣዛ ይኽዕወሉ፣ ኩሉ ሰብ ሽዑ ዕጣን ይዓጥነሉ፣ ኩሉ ሰብ ይሰግደሉ፣ ንሱ ስዒሩ ዝመጸ እዩ ይብል ማለት እዩ። ካበይ ገፊፉ የውፀና ካብ ሓጢኣት ካብ ሞት ካብ ስልጣን ሰይጣን ገዛኢና መን ነይሩ ሰይጣን እዩ ነይሩ ገዛኢና ሎሚ ካልእ እዩ ገዛኢና ማለት እዩ እቲ ዝተዓወተ እቲ ዝተንስአ እቲ ዝሰዓረ ክርስቶስ ንሱ ገዛኢና ንሱ እዩ መላኺና ኣምላኽ ንሱ ከቢሩ ክርኢ እዩ ዝደሊ ኣብ ማእኸል ዓላማ ናይ እግዚኣብሄር እንታይ እዩ ማለት እዩ ክርስቶስ ንሱ በይኑ ክኸብር ካልእ ዕላማ የብሉን እግዚኣብሄር ናይ እግዚኣብሔር ዓላማ ኣብ ምድሪ ክልደና ተደሊና ክርስቶስ ክኸብር ጥራይ ይደሊ እግዚኣብሔር ካልእ ከቢሩ ክርኢ ኣይደሊን እግዚኣብሔር ኣብ ኤፌሶን ምዕራፍ ክልተ ከዓ እንታይ ኢሎ ኣብ ትሕቲ ሓለቓ ስልጣን ኣየራት ነበርኩ ኢልና ንሕና እንታይ ኢና ነርና ማለት እዩ ብኻልእ ንግስነት ብኻልእ ስልጣን ኢና ንግዛእ ነርና ነቶም ቀደም ርሑቓት ዝነበርኩ ንስኻትኩም ብክርስቶስ ብደሙ ምቕራብ ረኸብኩም ኢሎምሽ ብስልጣ እንታይ ኔርኩም ኣጋይሽን መጻተኛታት ኔርኩም ኢሎም ሎሚ ግና እንታይ ኹም ኮንኩም ኣሎ ህንጻ ኣምላኽ ኮንኩም ኣሎ ብመን ብክርስቶስ ቀንዲ ነገር ናይ ኣምላኽ ክርስቶስ እዩ ሃብቲ ኣይኮነን ናይ ኣምላኽ ቀንዲ ነገር ገንዘብ ኣይኮነን ናይ ኣምላኽ ቀንዲ ነገር ቁርስ እግዚኣብሔር ክበካ ይኽእል ይትንትን ግን ቀንዲ ነገር እግዚኣብሄር ባህ ኢልዎ ኣብ መሬት ዓላምኡ ተፈጺሙ ክርእዮ ዝደሊ እንታይ እዩ? ክርስቶስ እዩ። ኣብ ከረን ምልዋጥ ምስ ደየበሲ ኣብቲ ናይ ምልዋጥ ከረን ሒዝዎም ከይዱ ምሽ ንጴጥሮስ ያዕቆብ ዮሃንስ ሒዝዎም ከይዱ ሽዑ ኣብኡ ተለወጠ እዩ ምስሉሲ ኣንጸባረቐ እዩ ሽዑ ክልተ ሰባት ተራእዮም መዓልቲ ሙሴን ኤልያስን ጴጥሮስ ደስ ኢልዎ እቲ ህልውና ሓቀይ ናይ ህልውና እግዚኣብሔር እንታይ ኢልዎ ኣብዚ ንዓና ምንባር ጥዑም እዩ ስለዚ ዳስ ንስራሕ ገለ ኢልዎ ሰለስተ ዳስ ንስራሕ ኢልዎ ሽዑ እታ ዘረባ ከይወድኣ ከሎ ይብለና ፅሑፍ ከይወድኣ ትፈል መን መፂኡ ኣጎልበቡ ደበና መፂኡ ስለምንታይ ብዛዕባ መን ኣይኮነን ብዛዕባ ነቢያት ኣይኮነን ብዛዕባ ሕጊ ኣይኮነን ብዛዕባ መን ኢሎ ብኡ ዝሰመርኩ ፍትዊ ወደይ እግዚኣብሔር ሲ ልዕሊ ሕጊ ልዕሊ ነቢያት ባህ ዝብሎ መን ናይ ጸጋ ናይ ክርስቶስ ህይወት ይባል ንጴጥሮስ ሲ ኣየወድኦን ነቲ ቃሉ ንዓ ሕጊ ኣለና ሕጊ ብሙሴ እዩ መጺ ሙሴ ናይ መን ምልክት እዩ ናይ ሕጊ ኤልያስ ናይ መን ምልክት እዩ ናይ ነቢያት ስለዚ እዞም ሕግታት ዘለውናን ነቢያት ዘለውናን ንዓኻ ወሲኽና ሰለስተ ንግበሮ ብሰለስቲ ኢንተርቴይን ንግበር ብሎ እግዚኣብሔር ከምኡ ይኮነን ዝደሊ ክርስቶስ ከቢሩ ብኡ ዝሰመርኩ ኢሉ ኣምላኽ ባህ ዝብሎ ክርእዮ ዝደሊ ኣብ ማእኸልናት መን እዩ ክርስቶስ ክርስቶስ እዩ ባህ ዝብሎ ካብ ስልጣን ፀልማት ገዛኢ መንዚዑ ከውፀና ከሎሲ ንመን ክንግዛእ ኢሉ ንክርስቶስ ንግዛእ ኢሉ ማለት እዩ ቆሎሲ ከዓ እንታይ ኢልዎ ኣሎ ኣብታ ጥቕሲ 13 ደላ ምዕራፍ ክልተ ንብዘሎ ኣበሳ ይቕረ ኢሉ ብምንታይ ተገዚእና ነርና ማለት እዩ ብሓጢኣት ከኣ ተገዚእና ኔርና። መላኺና፣ ገዛኢና ዝነበረ መን እዩ? ሓጢኣት እንኮላይ ኔሩ። ንብዘሎ ኣበሳ ይቕረ ኢሉ፣ ብኣበሳኹም ብዘይግዝረት ስጋኹምን ሞይትኩም ንዝነበርኩም ንኣኻትኩም ምስኡ ህያዋን ገበሮም። ነቶም ምዉታት ዝነበርናሲ ብምሉእና እንታይ ሂብና ማለት እዩ? ህይወት ሂብና ማለት እዩ። ካልእ ኣይኮነን ቀንዲ ክኸውን ዝግብኦ እንታይ እዩ ክርስቶስ ክርስቶስ ኣብ ማእኸልና እንተኸቢሩ ገኒኑ እንተተራእዩ በይኑ ንሱ ጥራይ እንተ ነጊሱ ንሕዛ እንታይ ንኾን ማለት እዩ መኣዛ ንገሊኦም ሽዑ ካብ ሞት ናብ ሞት ንገሊኦም ካብ ህይወት ናብ ህይወት ንኩሉ ክርኢና ከለዎ ሲ እዚኦም ምቁራት እዮም እዚኦም ደስ ክብሉ ሰባት እንዳበሉስ ናባና ይመፁ ማለት እዩ ናይ ክርስቶስ ጨና ይሽትት እዩ ማለት እዩ ክርስቶስ ክርስቶስ ጨኑ ትሕትና ዘለዎ ፍቕሪ ዘለዎ ምእዛዝ ዘለዎ እናበሉ ይመፁና ማለት እዩ ስለዚ መኣዛት ክርስቶስ ክንከውን መጀመርያ እንታይ ክኸውን ኣሎ ክርስቶስ ኣብ ማእኸልና ክኸብር ኣሎ ኣምላኽ ደስ ኢልዎ ዝርኦ ኩሉ ግዜ ክርስቶስ ጥራይ እዩ ስለዚ እግዚኣብሄር መኣዛ ክገብረልና ንኸ እንታይ ክንገብር ኣለና መጀመርያ